ብሓደ ገጽ እምነትና ዝጎደለ እዩ ጽቡቕ እምነትና ጎዲሉ ኸንዎን ጠፊእና ኣድሕነና ኢልና ናብኡ ዲና ንጉዝጎዝ ናብኡ ዲና ንጽጋዕ ንሱ እዩ መድሓኒትና ንሱ እዩ ካብ ዝጠፋእናየ ነገር ከሊሉ ነፃ ከውፀና ዝኽእል ነዚ ማዕበልና መፅኡ ዘሎ ከህድእ ዝኽእል እግዚኣብሄር ኢልና ኸኒ ብእውነት ኢድና ንዝርግሕ ናብኡ ክልቲኡ ዓይነት ሽግር ዘለና ወለዶ ኮይና ዘለና እቶም ሃዋርያታት እምነት እዮም ኣጉዲሎም፣ ግን ድማ ብሆነ ጸግዖም ንዑ ገይሮም ተማሕጺኖም ቀስቂሶሞ እዮም። ሎሚ ኣነ ንስኻትኩም ብጾም ብጸሎት ንእግዚኣብሔር ነዚ ማዕበልና ከህድእ ነዚ ነውፂ ከህድእ ንጽውዖ ዶ ንምህለል ዶ እምነትና እውን ጐዲሉ መፍትሒና መድሓኒትና ክንጠፍእ ኢና ኢልና እውን ኢድና ነይንዝርግሕ ዘይንጽሊ ዘይንማህለል መፍትሒ ካልኦት ነገራት ነናዲ ከመይ ገይሩ እቲ ማዕበል ይሃድእ ኣብ ማቴዎስ ወንጌል ምዕራፍ ሸሞንተ ካብ ፍቕዲ ዕስራን ሰለስተን ክሳብ ዕስራን ሸውዓተን ሓደ ሓፂር ታሪክ ኣሎ ኣብዚ ብዙሕ ግዜ ክርስቶስ ምስ ደቀ መዛሙርቱ ብሓደ ኣይፈላለዩን ተታሒዞም እዮም ዝኸዱ ነይሮም በዚ ምኽንያት ድማ ሓደ መዓልቲ ክርስቶስ ናብ ጀልባ ኣትዩ ይብለና፣ ሃዋርያት እውን ደቀ መዛሙርቱ ተኸቲሎሞ ኣትዮም ይብለና። ኣብቲ ሰዓት እቲ ግን ንቕድሜት ጉዕዞ ምስ ጀመሩ ነውፂ መፅዩ። ማዕበል መጽእ ይብለና ነታ ጀልባ ክሸፈና ደልዩ እቲ ማዕበል ከቢድ ነይሩ ይብለና ክርስቶስ ኣብታ ሰዓት እቲኣ ደቂሱ ነይሩ ይብለና ስለዚ ኣብዚ እዞም ደቀ መዛሙርቲ ብጣዕሚ ፈሪሖም ተጨኒቖም መምህር መምህር እናበሉ ቀስቂሶም ኣድሕደና ክንጠፍእ ኢና ኢሎም ኣልዒሎሞ ይብለና። ኣብዚ ዝተዛረቦም ቃል ደስ ዝብል እዩ። ኣንቱም እምነተ ጎደሎ ስለምንታይ ትፈርሑ ኢሉ ነቲ ንፋሳት ነቲ ባሕሪ ገሲጹ ነቲ ነውጺ ክሃድእ ገይሩ ይብሎ። እዚ ንዓይን ንዓኻትኩምን ዓቢ ትምህርቲ እዩ። ኖሚ ንዓይን ንዓኻትኩም ዘናወጸ ማዕበል ክህልወና እዩ። በበባዕልና እንፈልጦ ህይወትና ሰላም ዝኸለእና፣ ህይወትና ብማዕበል ብነውጺ ተናዊጽና ኣዋ ዕረፍቲ ዝሰኣና ሰባት እዚ ክንርድኦ ይግብኣና። ዘመንና ከምኡ ድዩ? ሓደ ነገር ኢኻ ትመሃር ኣብዚ ትምህርቲ እዚ እዞም ደቀ መዛሙርቱ ረኣይዎም እሞ ነቒፍዎም እዩ ወቒስዎም እዩ እኮ ክርስቶስ ኣንቱም እምነተ ጎደሎ ኢልዎም እዩ ፅቡቕ እቲ እምነት ምጉዳሎም ጥራሕ ግን ኣይኮነን ሓደ ፅቡቕ ነገር ግን ወነት እስኪ ልቢ ኢልና ንርአ ምስ እምነት ዋላ ጎደሎ እምነታት ኮይኖም ግን ኢዶም ናብኡ እዮም ፀዊዖሞ እዮም ናብኡ እዮም ደገፍ ገይሮም ናብኡ እዮም ፀግዖም ገይሮም ኣድሕነና ክንጠፍእ ኢልና ኢና ኖሚ ክንደየኖት ኢና ኖሚ ብሓደ ገጽ እምነትና ዝጎደለ እዩ ጽቡቕ እምነትና ጎዲሉ ኸንዎን ጠፊእና ኣድሕነና ኢልና ናብኡ ዲና ንጉዝጎዝ ናብኡ ዲና ንጽጋዕ ንሱ እዩ መድሓኒትና ንሱ እዩ ካብ ዝጠፋእናየ ነገር ከሊሉ ነፃ ከውፀና ዝኽእል ነዚ ማዕበልና መፂኡ ዘሎ ክህድእ ዝኽእል እግዚኣብሄር ኢልና ኸኒ ብእውነት ኢድና ንዝርግሕ ናብኡ ክልቲኡ ዓይነት ሽግር ዘለና ወለዶ እኮ ኢና ዘለና እቶም ሃዋርያታት እምነት እዮም ኣጉዲሎም ግን ድማ በሆነ ጸግዖም ንዑ ገይሮም ተማሕጺኖም ቀስቂሶሞ እዮም ሎሚ ኣነ ንስኻትኩም ብጾም ብጸሎት ንእግዚኣብሔር ነዚ ማዕበልና ከህድእ ነዚ ነውፂ ከህድእ ንጽውዖ ዶ ንምህለል ዶ እምነትና እውን ጐዲሉ መፍትሒና መድሓኒትና ክንጠፍእ ኢና ኢልና እውን ኢድና ነይንዝርግሕ፣ ዘይንጽሊ፣ ዘይንማህለል፣ መፍትሒ ካልኦት ነገራት ነናዲ፣ ከመይ ገይሩ እቲ ማዕበል ይሃድእ? እወ ክንወስዶ እዩ ዘለና ሕድሕድና ማለት እዩ። ከመይ ገይሩ ይህዳእ? ነውጽነ ከመይ ገይሩ እሞ ጸጥ ይበል? ተገሪሞም እዮም እኮ ሃዋርያት ማዕበላት ዝእዘዝሉ ንፋሳት ዝእዘዝሉ ከመይ ዝበለ ሰብ እዩ እዎ ፍጹም ኣምላኽ ፍጹም ሰብ ኮይኑ ክርስቶስ ስለ ዝመጽእ ኖሚ በወነት ኣብቲ ጀልባ ደቂሱ ዝበሎ ክርስቶስ ዘይድቅስ ኣምላኽ ኣየ ኣሎ እኮ እሱ ይተታኸሰን ይሰምዕ እኮ እዩ ንሱ ክንዲ መወነት ከምቶም ሃዋርያታት ጠፋእና ኣድሕነና ንስኻ ኢኻ ጸግዕና ንስኻ ኢኻ ደገፍና ንስኻ ኢኻ ፈውስና ከምኡ ንብል ዶ ብዙሓት ክንፍወሰሎም ንደልዮም መንገድታት ከይህሉ ሰባሰብ ምኽርታት ኣብኦም ተደሪኽና እንድሕር ዕንክሊል ንብል ኮይንና ከመይ ኢሉ ማዕበል ይህዳእ ነውጽና ከመይ ገይሩ ይሃድእ እዚ ንዓይን ንዓኻትኩምን እግዚኣብሔር ኣምላኽ ከምኡ ገይሩ የምህረና እግዚኣብሔር ያበርህ ሊተ ወይ ኣድህነኒ ምንትኑ ያፈርሁኒ ኦም እግዚኣብሔር ብርሃነይን ምድሓነይን ንሱ እዩ መን እዩ ዘፍርሐኒ እናበለ ዳዊት ዝዝምሮ መዝሙር እንድሕር ደኣ መኦነት ጸግዕና እግዚኣብሔር ኮይኑ እግዚኣብሔር ደገፍ ንሱ ጌርና እንተኾይና ዘፍርሐና ነገር የለን ብርግፀኝነት ንምንታይ ዋላ መዓት ገደላት ይፈጠር መወፃፅ ስለ ዘለዎ ንሱ ካብ ኩሎም ነገራት እግዚኣብሔር ንዕኡ እቲ ንሰብ ዘይከኣሎ እግዚኣብሔር ስለ ዝከኣሎ ነቲ ፅልምትምት ዝበለ ክጋልኽ ምንም ሰከንደታት ዘይወድእሉ ኣምላኽ ኣብኡ ድዩ ጸግዕና ደገፍና ኣብኡ ድዩ ሃው ሰዓቱ መጺ ኣሎ ከምቶም ሃዋርያት በእውነት እግዚኣብሔር ኢልና ኢድና ንዝርግሐሉ ጠፋእና ድሕነና እዮም ኢሎሞ ናብ እግዚኣብሔር እንዶ ከም እንበል ናብኡ እንዶ ንውደቕ ንንገሮ እንዶ ንሱ እንድሕር ደኣ ኮይኑ ጸግዕና ንሱ እንድኣ ደኣ ንጽውዖ ኮይንና እቲ መጺኡ ዘሎ ማዕበላት ብዙሕ ነገር ናባይን ናባኻትኩምን ክህድኦ እዩ ንሱ በቃ ተሸፊና እኮ ኢልዋ መርከብ እታ ጀልባ እኮ በእውነት እናገስገሱ እኮ ደው ኣቢልዎም ነይሩ እዩ ማዕበል ንቅድሚት እናኸዱ ኣለይ ብዙሕ ግዜ ንቅድሚት ክትከይድ ከለኻ እዩ ማዕበል ዝመጽእ ኣብ ድሕሪት ማዕበል የለን ሓድ ሓደ ግዜ እውን ብእውነት እግዚኣብሔር ክትደሊ ኢልካ ንቕድሚት እናገስገስካ ጽድቂ ከፍሪ ኢልካ ብእውነት ላዕልን ታሕትን እናበልካ እቲ ናይ ቅድሚት ትግስግሶ ኣብኡ ማዕበል ኣሎ እቲ ጸላኢ ኣብኡ እዩ ማዕበል ዘምጽእ ግን ግዲ የለን እግዚኣብሔር ተጸጊዕኻ ትገብሮ ነገራት ኩሉ ተሓፍሮ ነገር የለን ተገሪሞም እዮም ሃዋርያት ንዓና እውን ዘገርም ብኹሉ ነገራት ናይ እግዚኣብሔር ተኣምር መንክር ስራሕቱ ዝኾነ ኩሉ ከመይ ገይሩ ኢልና ክንጭነቅ ኣይኮንናን ዘለና። ጸቢቦ ድዮ ተዓጻጺ ድዮ በቃ ንዑ ንሃቦ። ስለዚ እሱ ኩሉ ነገር ስለ ዝከኣሎ ምስኡ ተጸጊዕና ምስኡ ተደጊፍና ንሓፍሮ ነገር የለን። እዚ ክንወስድ ይግባኣና። ካብኡ ደገፍና እግዚኣብሔር ተኾይኑ ዝብል ትምህርቲ እንተ ደኣ ቀጺልና ሓላዊና እውን ብዙሕ እዩ ዝኸውን ሓላዊና ብዙሕ ይኸውን ምናልባት ደገፍ እግዚኣብሔር ተዘይብልና ግን ዝሕልወና ነገር የለን መከራና ብዙሕ ጥራሕ ዘይኮነስ ፍጻሜና እውን ክፉእ ይኸውን ግድን እዩ ደገፍ ኣምላኽ ጌርካ ግን ጸግዓ ኣምላኽ ጌርካ ግን ሓላዊኻ እዩ ዝበዝሕ ንስኻ ዋላ ድኹም ኩን ነቲ ዝመፀ መከራ ክትወፆ ዘይትኽእል ንዕኡ ዝቋቋም ሓይሊ ወላ ይሃልኻ ግን ድማ ደገፍካ ፀግዕኻ እግዚኣብሔር ተኾይኑ ሓላዊኻ ብዙሕ እዩ ምስ ድኹም ዓቕምኻ ሱቕ ኢልካ ከለኻ ንዓኻ ዝሕሉ ኣካል ግን ብዙሕ እዩ